ሰላም ከመይ ትኾኑ ዝኸበርኩም ተኸታተልትን ሎማዓንቲ ኻኒ ብዛዕባ ርክብ ፑቲንን ትራምፕን ዝምልከት ክንርኢ ኢና ኣብ ዝሓለፉ ውሑዳት መዓልትታት ትራምፕ ከም ዝራኸቡ ንዓርቢ ኣብ ኣላስካ ፑቲን ምስ ትራምፕ ክራኸብ ምዃኑ ከም ዝተቋፀሩ ርኢና ነርና ማለት እዩ ከም ቆፀሮኦም ከዓኒ ትማሊ ወይ ከዓ ሎማዓንቲ ናብ ቀዳም ዘወግሕ ሎም ለይቲ ተራኺቦም ኣለዉ ኣብ መንጎ ክልቲኦም ዝነበረ ሃዋሁ ናይ ምርኻቦም ከምኡ ውን ተራኺቦም እንታይ ኢሎም ዝብል ክንርኢ ርክብ ናይዞም ክልቲኦም መራሕቲ ከኣ ትማሊ ዓለም ማዕከናት ዜና ብፍላይ ከዘራርብ ሓዲሩ ኣሎ ኣብ ብዙሓት ዓበይቲ ቴሌቭዥናት ብቐጥታ እዩ ዝመሓላለፍ ነይሩ ኣብ ናይ ኣሜሪካ ማዕከናት ዜና ብፍላይ ብቐጥታ ዝመሓላለፍ ዝነበረ እዩ ስለዚ ኣብዚ ዝነበረ ርክቦም ወይ ካብዚ ርክቦም ከኣ ወላ ብምሉኡ እዮም ክትንትንዎ ሓዲሮም ማለት እዩ። ወላ ንባዕሉ እዚ ቀይሕ ምንጻፍ ኣንጺፉ ተቐቢልዎ ዝብል ሓደ ካብቲ ኣርእስቲ ካብ ዝነበሩ እዩ ማለት እዩ። ስለዚ ርክብ ናይ እዚኦም ክልተ መራሕቲ ብምሉኡ እቲ እሶም ዝገብርዎ ወይ እዞም መራሕቲ ዝገብርዎ ብምሉኡ ኣዛራቢ ኮይኑ እዩ ሓዲሩ ዘሎ ማለት እዩ። እዚ ድሕሪ ክንደይ ዓመታት እዩ ዝኸውን ዘሎ ኣብ መንጎ ፕረዚደንት ኣሜሪካን ከምኡውን ሩስያን ንመጀመርያ ግዜ ክረኸቡ ድሕሪ ክንደይ ዓመታት እዩ ዝኾን ዘሎ ማለት እዩ ሩስያ ምስ መራሕቲ ኣሜሪካ ካብ ዘይራኸብ ነዊሕ ዓመታት ኮይኑ ስለዚ ብዙሓት ነተን ትራምፕ ንትራምፕ ዝፀልኡ ብፍላይ ወይ ከዓ ንትራምፕ ዘይድግፉ ማዕከናት ዜና ብዙሕ ፅልኢ ነይሩ ትማሊ ማለት እዩ ገለ ካብቲ ኣብዚ ርክብ ካብ ዝነበሩ ዝተፈለዩ ነገራት ካኒ ከምዚ ትሪኦ ዘለኹም ንፑቲን ዘሰንበደ ዘሰንበደ እኳ ኣይኮነን ግን እቲ ድምፂ ናይ ቢቱ ቦምበር ድምፂ ሰሚዑ እዩ ከምዚ ኮይኑ ዘሎ ማለት እዩ ቢቱ ወይ ኣሜሪካ ዝምካሐላ ናይ ውግእ ነፋሪት እያ ወይ እታ ኣብ ዝሓለፈ ውሕዳት እዋናት ኣብ ኢራን ቦምባ ደርብያ ዝተባህለት ማለት እዩ ድምፃ ናታ ሰሚዑ እዩ ትራምፕ ቁሊሕ ዝባ ፑቲን ቁሊሕ ዝብል ዘሎ ከም ትሪእዎ ዘለኹም እዚ ብመደብ ዝተገብረ እዩ ዝመስል ትራምፕ ንፑቲን ከምዚ ዓይነት ዓቕሚ ኣለና ወይ ከርእዮ ኢሉ እዩ ዝኸውን እዛ ቢቱ ብልዕሊ ፑቲን ክሕልፋ ክኢሉ ኣሎ ማለት እዩ ኣብዚ ትሪእዎ ዘለኹም ኣብ መንጎ ርክቦም ቢቱ ምስ ንኣሽቱ ኣየራት ተዓጂባ ኣብ ልዕሊ ናይዞም ክልቲኦም ዝራኸብሉ ዝነበረ ቦታ ብላዕሊ ክትሓልፍ ተራእያ ማለት እዩ እዛ ስዋይ ፑቲን ንላዕሊ ክጥምት ጸኒሑ ገለ ካብዚ ፍሉይ ካብ ዝነበረኻ ከም ዝትሪእዎ ዘለኹም ኣብ መጀመሪኡ ወይ ኣብዚ ስእሊ ክሰኣለሉ ኣብ ዝደየበሉ ከኣ ጋዜጠኛት ብዙሕ ሕቶ ከም ዝሓትዎ ምፍሉጥ እዩ ነይሩ። ስለዚ ኣብ ኣብ ዩክሬን ዘለዉ ሰላማውያን ሰባት ምቕታል ትገድፎ ዲኻ ዝብል ሕቶ እዩ ቀሪብሉ። ንፑቲን ከኣ ከም ዝትሪእዎ ዘለኹም ናይ ፑቲን ኣክት ከኣኒ ኢንግሊሽ ኣይሰምዕን እዩ ዝዓይነቱ መልሲ እዩ ክምልሰሎም ጸኒሑ ማለት እዩ።

እዚ ከም ትሪእዎ ዘለኹም ኣብዚ ንምቁራጽ ተኹሲ ትሰማማዕ ዲኻ ዝብል ሕቶ እውን ካልኣይ ግዜ ተሓቲቱ ኣሎ ማለት እዩ። ፑቲን መልሲ ክህብ ኣይተራእዮን ወይ ክልቲኦም መልሲ ኣይሃቡን።
ኣብዚ እውን እንደገና ንሰላማውያን ሰባት ንኸይቀትል እዩ ዝሕተት ዘሎ። ናይ መልሲ ናይ ፑቲን ከኣ ከም ትሪእዎ ዘለኹም።

ዝሓትዎ ዝነበሩ ሕቶታት ኣብዘን ቦታታት እየን ማለት እዩ። ድሕርዚ ንሰለስተ ሰዓት ዝኣክል ርክብ እዮም ኣካይዶም ትራምፕ ምስ ፑቲን ማለት እዩ። ኣብ መወዳእታ ከኣኒ ብዛዕባ ዝተሰማምዕዎ ቃል ንክህቡ ከኣኒ ናብዚ መድረኽ መጺኦም ነይሮም። He said, We've met here because our countries, though separated by the ocean, are close neighbors. ስለዚ ኣብዚ መጀመርያ ቃል ዝሃበ ፑቲን እዩ ነይሩ። ብዛዕባ ርክብ ኣሜሪካን ሩስያን ጎረባብቲ ምዃነን ብሓፈሻ ዘለዎን ዝምድና ዘለዎን ናይ ጂኦግራፊካዊ ኣቀማምጣ ዘለዎን ታሪክ ኣብዚ ክገልጽ ክኢሉ ማለት እዩ ብዛዕባ እቲ ዝገብርዎ ከኣ ብዛዕባ እዚ ሎማዓንቲ ዝገብርዎ ስምምዕ እውን ብዛዕባ እዚ ሕጂ በፂሖሞ ዘለዎ ስምምዕ ከዓ ንትራምፕ ኣመስጊኑ ነዊሕ ከዓኒ ብዛዕባ ናይ ክልትኤን ሃገራት ታሪክ ተዛሪቡ ማለት እዩ

ስለዚ ናይዞም ክልቲኦም ርክብ ናይ ሎማዓንቲ ወይ ሰለስተ ሰዓት ዝወሰደ ርክብ ኣብ መወዳእታ ብከምዚ እዩ ትራምፕ ገሊፅዎ ዘሎ፣ ኣብ ስምምዕ ኣይበፅሑን ወይ ከኣ ኣብ ስምምዕ ክበፅሑ ግን ኣብ መንገዲ ከምዘለዉ ወይ ከኣ ዝተርፎም ከምዘሎ እዩ ዝሕብር ዘሎ። እቲ ዝነበረ ርክብ ግን ውፅኢታዊ ከምዝኾነ እዩ ትራምፕ ገሊፁ ዘሎ ማለት እዩ። ኣብዚ ናይ ሎማዓንቲ ርክብ ብሓፈሻ እንታይ ይመስል ወይ ከኣ እንታይ ዓይነት ውፅኢት ኣምፂኡ ንዝብል ማለት እዩ። ትራምፕ በዚ ናይ ሎማዓንቲ ዝተዘራረቦ ንዘለንስኪ ከምኡውን ናይ ኔቶ ሓላፊ፣ ካልእን ወይ ዝምልከቶም ኣካልን ክዘራረብ ምዃኑ ቴሌፎን ክድውል ምዃኑ ብዛዕባ ዝበፂሖሞ ዘለዎ ወይ ዝተረዳድእዎ ቴሌፎን ክድውል ምዃኑ እዩ ሓቢሩ ዘሎ። ስለዚ ብዝተኻእለና መጠን ብኣሽሓት ዝቑፀር ብሰሙናዊ ዝጠፍእ ሰብ ከነድሕን ኢና እዩ ዝብል ዘሎ። ከምኡ'ውን

ግን ኣብ ዝቕጽል ኣብ ሞስኮ ክንራኸብ ኢና ኢሉ። እዛ ካልኣይቲ ዝራኸበላ ኣብ ሞስኮ ክትከውን እያ ክትብል ክብል ጸኒሑ ፑቲን ትራምፕ ኣይተቐበላን ይብላ ኣሎ። I could see it possibly happening. Thank you very much, Vladimir. And thank you all.
Thank you. ከም ትሪኦ ዘለኹም ጋዜጠኛት ብዙሕ ሕቶ እዩ ነይሮም ብዙሕ ዝሓትት ጋዜጠኛ እዩ ነይሩ እንተኾነ ግን ጋዜጠኛ ዝሃበዎ ግብረ መልሲ የለን ማለት እዩ ስለዚ እስኪ ርክብ ናይዞም ክልቲኦም ብከምዚ ተዛዚሙ ኣሎ ብናትኩም ሓሳብ ውፅኢታዊ ክኾን ኢልኩም ትሓስቡ ዶ ኣብ መንጎ ዩክሬን ከምኡውን ሩስያ ንነዊሕ ዓመታት ንዓመታት ኮይኑ ዘሎ ሕጂ ክካየድ ዝጸንሐ ውግእ ደው ክብል ይኽእል ድዩ? እዚ ስምምዕ እዚ ከቋርጾ ይኽእል ኢልኩም ትሓስቡ ዶ? ናትኩም ርእይቶ ከኣ እስከ ኣቐምጡ። ክሳብ ዝቕጽል መደብ ሰላም።